ዘርእሲ ክዓቢ ተኾይኑስ ብምንባብ እዩ ዝዓቢ ይብል ኣሎ ስለዚሲ ትምህርቲ ገለስ ኣገዳስነት ኣለዎ ምጽሓፍ ምንባብ ገለስ ኣገዳስነት ኣለዎ ራሄል ግን። ኖኖ ግን ደይኮነ እንታይ እየ ክብሎ መሲልኪ እቶም ብዙሕ ኣንቢቦም ክጽሕፉ ዝደልዩ ወይ ዝጅምሩ ደፊሮም ዝጅምሩ ግን ተውህቦ ናይ ምጽሓፍ ናይ ኤክስፕሬሽን ወይ ጻውዒት ዘይብሎም እንተኾይኖም ቀናኣት እዮም። ናይ ኣርት ቀናኣት ምሽ ኣለው ድባሃሉ ከምኡ ቅንኢ ስለ ዝሓዞም ቅዱስ ቅንኢ እኳ እዩ ይሕዞም እሞኒ እንታይ ግን እቲ ርክቢ ኣብቲ መጽሓፍቲ ኦርጂናሊቲ ትስእኒ ሽዱሽተ ገጽ ዓሰርተ ገጽ ከይድኪ ሓደ ሓደ ግዜ ቅዳሕ ናይ በየነ ሃለ ኣልዒልካ ምሽ ናይ በየነ ሃይለ ስታይል ከምዘላታ ቀዲሖም እኮ ዝፈተኑ ሰባት ኣለው። ሶንግ ሶንግ ከይበልካ ማለት እዩ ተንብብያ ተንብብያ ተንብብያ ግን ኣትሊስት ናይ በየነ ሃይለ እኮ you know ትፈልጥዎ ኢኹም ናይ በየነ ሃይለ ትሕዝትኡን እንታይ ደልዩ በየን ጀሚሩ እንታይ ኢሉ ጀሚርና ግን ኣም ስለ ዘንበብዎ ከምኡ ዓይነት ቅንኢ ስለ ዝሓዞም ዝፈተኑ እኮ ኣለዉ ሽዱሽተ ገጽ ዓሰርተ ገጽ ዋላ ከይፈተኺ ኣንቢብክያ ግን እንታይ ጨቢጥኪ ትወጺ ሕጂ ታለንት ተውህቦ

ዝጸሓፋ ከንታ ዓቢዱ ዶ ትብሎ ዓቢዱ ዶ ዝብሎ ክትብሎ ሲ ምስ ተጻሓፈ ዝነበረ ሪኣክሽን እወ ኖኖኖኖ እጂ እጂ በየነ ሲ እዚ ኣንባቢ ኔሩ ጥረ ቅድሚ ቅድሚ ዓቢዱ ዶ ትብሎ ማለት ሲ ዓቢዱ ዶ ትብሎ ስቅ ኢሉ ሰብ ካብ መሬት ትስእ ኢሉ ኣይጽሕፍን ኢዩ ኣብቲ ክስታይ ኢዩ ሕጂ ኣብቲ መጽሓፍ ሲ ንሱ ነቶም ክላሲክ ናይ ዓለም መጻሕፍቲ ከም ዘንበቦም እቲኣ ዓቢዱ ዶ ትብሎ ትምስክር ኢያ። ትምስክር እያ እሳ ጽቡቅ ጌራ ዋላ ኣብኡ ከማንሲ እዚ ሕጂ ተበጺሑ ዘሎ ዘይተበጸሐ ዝተዛረቦስ ኣሎ ን እወ ን ዓዲ እንግሊዝሲ ን ሸክስፒር ወዲ ዓዲ እንግሊዝ እዩ ዝብልዎ ተኮይኖምሲ ይጋገዩ እዮም ዘለዉ ሸክስፒር ወዲ ዓዲ እንግሊዝ ኣይኮነን ወዲ ዓለም እዩ። እዚ መን ኢኻ ትብሎ ዳቪንቺ ከኣ ኢታሊ ናተይ ትብሎ ተኾይና ወዲ ዓደይ ትብሎ ተኾይና ተጋግያ ኣላ ሊዮናርዶ ዳቪንቺ ወዲ ኢጣልያ ዘይኮነስ ወዲ ዓለም ኢዩ ኢዩ ዝብል ንኣብነት ኣብኡ ሕጂ ሓደ ጸሓፍስ ነቲ ዩኒቨርሳል ኮይኑስ ወዲ ዓለም ምዃኑ ከይተረፈስ ተዛሪቡ ሕጂ እቲኣ እታ መጽሓፍ ከኣ ሽዑ ልክዕ ከምቲ for the sake of art እያ ተጻሒፋ እታ ዓቢ ኣዶ ትብሎ። ሽዑ እቶም ኣብዚ ዝነበሩ ጸሓፍቲ ካብቲ ሪያሊዝም ኣይወጹን ነይሮም። በቲ ናይ ኣሪስቶትል መንገዲ እዩ ዝኸዱ፣ መዓድቲ እዮም ከኣ ነይሮም፣ ይምዕዱ። እዚ ጌጋ'ዩ፣ እዚ ሓጢኣት'ዩ ዝብል ነይሩ እቲ መጽሓፍ። ቤነ ግን ምጽኢሉ ኣብቲ ብንኡስ ዕድሚኡ ገለ ነገር ከየንበበ እዚ ከምዚ ኣይምገበረን። እዚኣ ናይ ራሄል ሓንቲ ተኣሽሙ ንዛረበላ ኣነ ከም ርዱእ ወሲደያ እየ እምበር ድሕሪ እቲ ጻዊዒት ንዛረብ ዘለና ኮይኑ እንድዩ ተሰሚዕኒ ድሕሪ እቲ ጻዊዒት ኢና ንዛረብ ዘላ እዝኣ ሚውዝ እዚኣ መጀመርታ ክትመጸካ ኣለዋ። እዛ ኣብ ትጭዓተ ዲስፕሊ እያ ትርከብ እዮም ዝብሉዋ ኣብ ኣብ ጸሓፍቲ ኣብ ገጠምቲ ኣብ ሳዕሳዕቲ ኣብ ናይ ሙዚቃ ክኢላታት ኣብ ናይ ኳክብቲ ኣጽናዕቲ ኣብ ናይ ታሪኽ ጸሓፍትን እያ እታ ሚዩዝ ትመጸካ እሳ መጺኣ እያ ሕሹኽ ትብል ወይ ትብጽብጸካ ንኣእምሮኻ ሕጂ እዚኣ ሚዩስ እዚኣ መጺኣ ምስ በጽበጸትካ ብድሕሪኡ እንታይ ትገብር እዩ እንዛረብ ዘለና እሳ ኣብኣ ከለካ ክትጽሕፍ ከለካን ካልእ ሓዊስካ ወይ ኣንቢብካ ክትጽሕፍን ከለካን ዘለዎ መቀረት እምበር ንሱ ክጽሕፍ ይክእል እዩ እኮ ዝኮነ ነገር ክጽሕፍ ይክእል እዩ ጽቡቅ ውን ክጽሕፍ ይክእል እዩ ሕጂ ታይ ኣብዚ ናይ ታለንት ከማን እቲ ተውህቦ ገለ ንብሎ ደለናስ እንተ ደኣ ዘይ ኣብሊሕካዮ ይጎድም እዩ ይጎድም እዩ እንተ ንባብ ከኣ ከምዚ መብረድ ዓይነት የብልሕ እዩ ንሳ እያ ኢና ንዛረብ ዘለና እምበር ሓደ ሰብ ምጽእ ኢሉ ክጽሕፍ ይኽእል እዩ ንኣብነትሲ ሶቅራጠስ እንተ ዝጽሕፍ ኔሩ ተኣምር ዝኾነ ጽሑፍ ምጸሓፈ ኔሩ ሶቅራጠስ ኣይጸሓፈን የሱስ ውን ኣይጸሓፈን መሓመድ እውን ኣይጸሓፈን ግን እዞም ሰባት እዚኦም ዓበይቲ መጽሓፍቲ ክጽሕፉ ይኽእሉ ኔሮም በቲ ዝነበሮም ታለንት ሕጂኸ እንተዝፍጠሩ ኔሮም እሞ እዚ ኩሉ ጽሑፋት ናይ ዓለም እንተዘንብቦ ናይ ዶንክሆቴ እንተዘንብቦኸ ናይ ዳንተ እንጢፎርኖ ከተዘንብቡዋ ከኒ እንታይ መጽሓፉ ከኣ እንድሕር ኢልካ ከኣ ዝበለጸ ነገር ምስ ተፈጥረ ማለት እዩ። Thank you። ሕጂ ስነ ጽሑፍ ከም ኣካል ናይ ስነ ጥበብ ንህይወት ገሊህካ ምርኣይ እዩ እቲ ቀንዲ ዕላምኡ ማለት እዩ ሕጂ ህዝቢ ይፈልጠካ እምበር እዋ ህዝቢ እኮኒ ወይ ኣንባቢ ልዕሊ እቲ ጸሓፊ ብልሕን ክእለትን እዩ ዘለዎ ማለት እዩ ምክንያቱ እቲ ሂወት ናቱ እዩ ገሊሁ እኮ ደሪኦ ደሎ እቲ ጸሓፋይ ናቱ ሂወት ገሊሁ ብጽቡቅ ኣርኢዎ ድኣ ኣይርኣዮን ክመዝን ክፈርድ ከኣኒ እቲ ዝቀለለ ማለት እዩ ሕጂ ኣንባቢ ክልተ ዓይነት እንድዩ ሓደ እቲ ክሪትካል ኣንባቢ ኣሎ እቲ ሓደ ከኣኒ እቲ ሌማን ስቅ ኢሉ ዘንብብ ኣሎ ማለት እዩ ሕጂ እቲ ክሪትካል ኣንባቢ ድኮነ ሰብ ክፈልጦ ይክእል እዩ ማለት እዩ እዚ ሰብ እዚ ናይ ብሓቂ ኣንባቢ ድዩ ኣየንባብን ኣንቢቡ ድዩ ዝጽሕፍ ዘሎ ከየንበበ ድዩ ዝጽሕፍ ዘሎ ክፈልጦ ይኽእል እዩ ልዕሊኡ ግን እቲ ህዝቢ ይፈልጦ ማለት እዩ ምኽንያቱ ጽቡቕ እንድሕር ጌሩ ኣንጸባሪቑሉ ኣሀብቲሙ ሓሳባት ወይ ከኣ ጽቡቕ መልእኽቲ ዘለዎ ጽሑፋት እንተድኣ ኮይኑ ሰሪሑ እዚ ሰብ እዚ ብዙሕ ከም ዘንበበ ብዙሕ ከም ዝሞከረ ክፈልጥ ይኽእል እዩ ማለት እዩ እቲ ህዝቢ ኣብኡ ሕጂ ከለኺ ከኣ እንታይ ዓይነት ኣንባቢ እዩ ከኣ ዝጸሓፈ ግለጽለይ ዋክላ። እንታይ ዓይነት ኣንባቢ እወ ጽቡቕ ማለትሲ ምናልባት ድሓር ክንመጽኣ ኢና ኢለ ስለ ዝሓሰብኩ እምበር ኣንባቢ ብፍላይ ጸሓፊ እንተድኣ ኮይኑ እዋ ማለትሲ ንባብ መግቢ ናይ ኣእምሮ እዩ እንተድኣ ንብል ኮይንና ልክዕ ከምታ ንኸብድና ሽሮ፣ ሓምሊ፣ ስጋ ጥራሕ ደይንምግባ ዝተፈላለየ ዓይነት መኣዛታት ዘለዎ ንባብ ኢኻ ከተንብብ ዘለካ ማለት እዩ። ሕጂ በርባዕቲኡ ዳይረክሽን ክኸይድ ክኽእል ኣለዎ። መብዛሕቱ ሰብ ሕጂ ሊትረቸር ወይ ከኣ ፊክሽናል ጽሑፋት ጥራሕ ኣንቢቡ ክጽሕፍ ይኽእል እዩ። ኣነ ግን እንታይ እየ ዝብል፣ ጸሓፊ እንተድኣ ክኸውን ኮይኑ ኣብ ኩሉ ዓውዲ ሞያታት እምበር ክኣቱ ኣለዎ። ማለትሲ ናይ ግድን እኮ ሃንድረድ ፐርሰንት ጠሊቑ ኩሉ ሞያታት ክፈልጦ ኣለዎ እንተደይበልኩ፣ ኣብ ኩሉ ግን ክኣቱ ክኽእል ኣለዎ። ኩሉስ ከንብቦ ክኽእል ኣለዎ። ፊሎዞፊ ከንብብ ክኽእል ኣለዎ። ምኽንያቱ ፊሎዞፊ እንታይ እዩ ዝገብረካ፣ ሓንጎልካ ንሰማይ እዩ ዘዕርጎ ማለት እዩ። ታሪኽ ክፈልጥ ክኽእል ኣለዎ ሓደ ጸሓፋይ። ታሪኽ እንድሕር ትፈልጥ ኰንካ ኩሉ ግዜ ዓሚቕ ኢኻ ማለት እዩ። እዋ ሶሻል ሳይንስ ክትፈልጥ ክትክእል ኣለካ ብዛዕባ ፖለቲክስ ብዛዕባ ካልእ ነገራት በርባዕቲኡ ዳይረክሽን ክኸይድ ኣለዎ እየ ድብል እቲ ጸሓፋይ እንድሕር ኰይኑ። ምኽንያቱ ህይወት እንድሕር ገዲሁ የርእየና ንብል ኣለና ኰይንና ጸሓፍሲ እንድሕር ዝጐድሎ ዓይነት ሞያ ወይ ከኣ ኣንግል እንድሕር ኣሎ ኰይኑ፣ ምሉእ ይጽሕፍ የለን ወይ ከኣ ነቲ ዝገለሆ ዘሎ ሂወት ወይ ከኣ ነቲ ዘንጸባርቆ ዘሎ ሂወት ጎደሎ ኣሎ ማለት እዩ ስለዚ ሓደ ክጽሕፍ ዝብገስ ሰብ ኣንባቢ ክኸውን ኣለዎ ንብል ኣለና ኣንባቢ ክኸውን እንድሕር ኮይኑ ግን ናይ ሓደ ጸግዒ ወይ ከኣ ኣብ ሓደ ኣንግል ዝተወሰነ ጽሑፋት ጥራሕ ኣይኮነን ከንብብ ዘለዎ ሕጂ ኣብዚ ዓውደ ሞያታት ንብል ኣለና እምበር ከምቲ ዝበልናዮ ጸሓፋይ ሪሰርች እዩ ዝያዳ ካልእ ሰብ ከባቢኡ ዝያዳ ከጽንዕን ክርኢን ክኽእል ኣለዎ። ኣብ ነብሲ ወከፍ ጉዕዞ ሂወቱ ከባቢኡ ሪሰርች እናገበረ ክኸይድ ክኽእል ኣለዎ። ባህሪ ናይ ሰባት ከጽንዕ ክኽእል ኣለዎ። ንግዜ ከንብቦ ኣለዎ። ትማሊ እንታይ ነይሩ ሎሚ እንታይ ኣሎ ጽባሕ ከኣ እንታይ ክኸውን እዩ ክእምት ዝኽእል ክኸውን ክኽእል ኣለዎ። ምኽንያቱ እዚ ጸሓፋይ እዚ ነቲ ኣንባቢ። ቀዲምዎ ዝኸይድ ስለ ዝኾነ ማለት እዩ። ሓረይ ከሻነ ከኣ ክኸውን ኣለዎ ምሽ እቲ መግቢ እዚ ኩሉ ብሓንሳብ ኣምጺኡሲ ብዝመቀረ ኣገባብ ከዳልዎ ኣለዎ። እወ
ከሻኒ ክኸውን ኣለዎ ዓንቶይ ከምኡ እየ ኢለ። ምጽሓፍን ምንባብን ክልተ ገጻት ናይ ሓንቲ ሳንቲም እኳ እንተኾኑ ምንባብ ይሓይሽ ምክንያቱ ዝተቀረበልካ ምግቢ ክትበልዕ ይቀልል ካብ ምክሻኑ ማለት እዩ ሕጂ ከምኡ ኢና ንብል ዘለና ካብ መጽሓፍ ምንባብ ሲ ሓሳባት ተመክሮ ናይ ሰባት ገለ ጥራሕ ኣይኮንካን ትወስድ ቴክኒክ ትወስድ ኣጸሓሕፋ ግራመር ትወስድ ቃላት ብዙሕ ትፈልጥ ብኩሉ ትህብትም ማለት እዩ ሕጂ ኣስቤዛ ስለ ዘቅረብካ ጥራሕ ወይ ከኣ ድስቲ ስለ ዘጸበቅካ ጥራሕ ጥዑም ጸብሒ ትሰርሕ ኣይኮነን እቲ ትሕዝቶ ወሳኒ እዩ እቲ ኣገባብ ኣካሻሽና ከኣ ወሳኒ እዩ ኣዝዩ ማለት እዩ። ሓረሬ በብወገንና እኳ ክተናኽፍዎ ጸኒሕኩም ሓደ ኳሊቲ ዘለዎ ጽሑፋት ከነዳሉ ተኾይንና ከመይ ዓይነት ጸሓፊ ክኸውን ኣለዎ ናብ ኣንፈታ እንድያ ትኸይድ ዘላ እታ ሚውዝ ትብል ከኣ ተላዒላ ጸኒሓ ሕጂ እቲ ዘይጠቀስናዮ ግን ኣብ ኣብ ጸሓፊ ክኸውን ተኾይኑ ጨጉሩ ወንጫር ገለ ፍሉይ ነገር ዝገብር እንታይ ህበይ ይሰቅል ኣብ ርእሱ ኣብ ሽቓቕ ዝመጾ ከምዚታት ከለዉኒ ጸሓፊ ካበይ የምጽኦ ከዚ። መብዛሕቱ ግዜ ጸሓፊ ናቱ ፕርስፐክቲቭ ዘለዎ እዩ ከምታ ራሄል ድበለታ ኣብ ድኾነ እዋን ክትመጽእ ትኽእል እያ ኣብ ድኾነ እዋን ሓንቲ ቃል ክትመጽእ ትኽእል እያ ክትርስዓ ንስኽ ክንስኻ ፈሊጥካ ስለ ትፈርሕ ክተቐምጣ ኣለካ ኣብታ ወረቐት ኣነ ከምኡ እየ ሕጂ ነብሰይ ድኾነ ነገር ከይርስዖ ኢለ የቐምጦ እየ ዋላ ደቂሰ ጸኒሐ ድየ ሃንደበት ሽንቲ ቤት ትጸንሕ ሃንደበት ግን እታ ድኸፈእት ሞመንት ኣብ ሚቲንግ ተለኻ እንታይ ትገብር ፒሮም ወረቐት እንተዘየለ ሕጂ መብዛሕቱ ግዜ እወ ኣብ ብፍላይ ተሪእና እዞም ናይ ቀደም ፍላስፋታት ጸሓፍቲ በዓል ሼክስፒር ሞስት ኦፍ ዘ ታይም ክሬዚ ቲንግስ እዮም ድገብሩ ነይሮም። ኦኬ ንብል ኣብ ገምገም ባሕሪ ኮፍ ኢሉ ከጽሕፍ ዝደሊ ሰብ ኣሎ ኣብ ጽምዋ ኮፍ ኢሉ ሩም ዓጽዩ ድዩ ኣብ ዓው ድበለ ሙዚቃ ውን ክጽሕፍ ዝደሊ ሰብ ኣሎ ደንብብ ከማን ኣሎ እኮ ግን የንብብ ኣሎን የለን ንፉዕ ጸሓፋይ ን ኣይኮነን ብከምኡ ኣይኮንካ ን ትፈርዶ ግን መብዛሕቱ ግዜ ግድነት እዩ ፐርከ from the people vary ኢካ ትገብር from other people that see you። ተረዲኽኒ በርከ ብዙሓት ኣለዉ ንስኻ ok ናይ ባህሪ ናይ ንባብ ኣለካ ናይ ጻሕፈት ባህሪ ኣለካ ማዓት መንእሰይ ኣላ ባህሪ ናይ ንባብ ደይብላ ባህሪ ናይ ጽሕፈት ደይብላ ከመይ ይሪኡኻ እስኻ ሕራይ በይንኻ ኮፍ ኢልካ actually ኣብ ነብሰይ ዝወረደትኒ ኣላ ብጣዕሚ ከተኩር ስለ ዝደለኹ እታ ጽሕፍቲ ክትቀርብ ስለ ዘለዋ

the flow in between ተረዲኣኒ እሱዩ ኸኣ ደምብለል ካብዚኣ።
ብ muse ኪም ተተነገርኩምና ከኣ ጸገም የብሉን muse muse ደለኩም።
ኣነ ኣይግምጠ ኣይግምጠልን እየ ጆይ ኣነስ ብከምዚ ብውሽጠይ ሰሓቅ ክመጸኒ ጸኒሑ ብከምዚ እዛ ሕቶ ክትለዓል ከላሲ ክልተ ነገር ኮይኑ ይስመዓኒ ሓንሳብ ሓንሳብ ንኻልኦት ሰባት ነገራት ይሰርሑሎም እሞ ማለትስ ናቶም ትኸውን ከምዚ ምሻዕንተወይ ንብል ኔርና ዳን ብራውን ተገምጢሉ ስለ ዝጸሓፈስ ምስ ተገምጠልካ ከምኡ ድጸሓፍ ይመስለካ እምዚ ንዑ ስለ ድሰርሓትሉስ እንተ ተገምጠልኩ ዶ ይዓይሽ ትብል ኣነ ቁልቁል ኣፈይ እንተ ተደፍኤ ሽዑ እቶም ዝነበሩኒ ሓሳባት ውን ይጠፍኡ ንኾኑ ፕሮባብሊ ሕጂ ገሊኡ ከምኡ ኣሎ ከምዚ እቲኦም ዕውታት ዝበሃሉ ጸሓፍቲ ሓደ ነገር ሓደ ቅርጺ ደለዎ ሓደ ቅዲ ደለዎ ኣጸሓሕፋ ስለ ዝጸንሖም ከምዚ ንዑ እንተ ሰዓብካስ ከምኡ ትኸውን ገለ ይመስለካ ኣነ ግን እንታይ እዩ ዝርደኣኒ ከምዚ እታ ትሰርሓልካ እያ ትሰርሓልካ ንዓኻሲ እታ ትሰርሓልካ እታ ባህ ትብለካ እያ ትሰርሓልካ ንኣብነት ኣነስ ተክኖሎጂ ኣባላሽዩኒ ኣብ ሓደ እዋን ማለት እዩ ፒሮ ካብ ዘይሕዝሲ ኣርባዕተ ዓመት ገለ ህልወኒ እዩ ፒሮ የብለይን ኣብ ገዛይ በቃ ከምዚ ኣብ ሞባይለይ ጽሕፍ ኣብ ላፕቶፕ ትጽሕፍ ኣብ ከምኡ ሕጂ እንታይ ባህሊ ኣማዕቢለ ሓሳባተይስ ብፒሮስ ከቅምጦም ዘይክእል ኮይኑ ኣብ ስክሪን ጥራይ ክጽሕፍ ኣለኒ እጂ ከምዚ ገለ ሰባት ከኣ ናይ ስክሪን ሓሳባትሲ ናይ ስክሪን ኮይኖም እዮም ዝጠፍኡ ከኣ ይብሉኻ ከምዚ እቲ ቀንዲ ኦርጅናል ዝበሃል ገለ ጽሕፈትሲ ብፒሮ እዩ ዝወጽእ ገለ ሕጂ ፍኮርስ ኮምፒተር ባዕላ ኣይትጽሕፈልካን እንድያ ማለትሲ ከምዚ ኣነ ዝጽሕፎ ጽሑፍሲ ናተይ እዩ ባዕላ ኣይኮነትን ትጽሕፎ ግን ነቲ ካልእ ሰብ ከኣ ኣፒሮ ሞር ይሰርሓሉ ይከውን so እንታይ እዩ ከምዚ ነናትካ ድሰርሓልካ ነገር ኣለዎ ግድን ኣይኮንካን ክትውንጭል ግድን ኣይኮንካን ክትቅምቀም ከምዚ ንዓካ እታ ተዋጸካ እታ ናጽነትካ እታ ባህ ትብለካ እቲኣ ትሪገር ትገብረካ ነገር ጥራይ ከተለሊ ኣለካ መስለናንን ስለዚ ፍሉይ ስታይል ናይ ጸሓፍቲ የለን። እታ ሪዝን እታ። ሕራይ ኖ ኖ ጽቡቅ እንድያ ገሊጻታ ሜሪ ግን ኣነሲ እቲ ሳይኮሎጂካል ሪዝን ሲ ስለምንታይ እቲ ሶሳይቲ ከኣ ክርድኦም ማለት እየ ንጸሓፍቲ ስኒ ስለምንታይ እዮም ዝውንጭሩ ዘለዉ ስለምንታይ እዮም ሰኽራማት ዝመስሉ ሰለዉ ስለምንታይ እትስ እዝ እ ማተር ኦፍ ዲቮሽን ሓደ ነገር ክተበርክት ከለኻ ኮኒ ሓደ ነገር ክተጥፍእ ኣለካ ክትጽይቅ ኣለካ ወረ ከማይ ተኾይኑሲ ሓደ ነገር ኮምፕሊትሊ ዲስትራክት ጌርካ ኢኻ ሓደ ብልጭ ዝብል ነገር ሓደ ፍሉይ ነገር ሕጂ ኣብኡ እዩ ዘሎ እንታይ ትጽይቕ እንታይ ተጥፍእ እወ ነብስኻሲ ነብስኻ ትውጽዕ ፋሚሊኻ ትርስዕ ከምኡ ማለተይ እየ ሰባት ካባኻ ኤክስፔክት ዝገብርዎ ፅቡቕ ኣከዳድና ድዮም ዝገብሩ፣ ፅቡቕ ኣዘራርባ፣ ፅቡቕ ኮሙኒኬሽን ምስ ሰባት፣ ክትከይድ ኣብ ውራያት ክትሳተፍ ከምኡታት ምሳና ማለት እዩ ኣብቲ ሶሻል ክስታይስ ክትሳተፍ ክትበፅሕ ገለ ኣብ ኩሉ ክትህሉ ድኻ ትድለ፣ ግን እስኻ you're going to produce something ምሽ እስታት ሳክሪፋይስ ገይርካ ስኒ ሓደ ነገር ክትህብ ኢኻ ትደሊ ዘለኻ ሕጂ ኣብኡ እዩ እቲ ስታይላት ዝፋላለ ማለት እዩ እወ ራሄላ ግን ኣነ ኣብዚኣ ከም ካብ እንታይ እስኪ ዶክተር ሕጂ ንባዕሉ ብጣዕሚ ብዙሕ ጻዕሪ እዩ ድህቦ ብዙሕ ትምህርቲ ብዙሕ መጽናዕቲ ኣብቲ ፊልድ ምስ ወጻኻ ክኣ ለይትን ቀትርን ገለ Yes ኣርቲስት ኣብኡ ከለና ከኣ ብዛዕባ ጸሓፍቲ እንዲና ንዛረብ ዘለና ከምኡ ዓይነት ይህቡ እዮም ግን ንምንታይ ፍሉይ ዓይነት ባህርያት የርእዩ ኣብ ኩሉ ሞያሲ ንሞያኻ ኣዚኻ ውፉይ ተኾይንካስ ንብስኻ ኢኻ ትድርቢ ግዜኻ ኢኻ ተሕልፈሉ ነቲ ትጽዕር ኢኻ ኩሉ ኣእምሮኻ ኣካልካ ብምሉኡ ናብኡ እዩ ድውፈ ንምንታይ ጸሓፍቲ እዚኣ ነጻነት እዚኣ ይወስድዋ?
ኔቸር ናይቲ ሞያ እዩ ናይቲ ጻውዒት ናይቲ you know ናይቲ እሱ እቲ ናቱ እቲ ኔቸር እዩ ማለት እዩ ኔቸር እዩ ግን it doesn't mean ኩላትካ ወንጫራት ክትከውን ከምዚ ሜሪ ዝበለቶ እኮ it doesn't mean ኩላትካ ሰኽራማት ኩላትካ ገለ እኮ ኣይኮንካን ነናቱ ሰብ ኣለዎ ተረዲክኒ ግን ሓደ ነገር ክትህብሲ ገለ ነገር ክትስውእ ኣለካ እያ እታ
እዚኣ ናይ ኣክሰንትሪክ ሲ መብዛሕትኡ እዋን ሲ ብክልተ ነገር እያ ትረኣ ኣነ ከኣ ብ ሓደ በቲ ናይ ሊትሬቸር በቲ ናይ ሳይኮሎጂ ከኣ ከመይ ይርእይዋስ ተገድሰኒ ነይራ እዞም ኣክሰንትሪክ ዝባሃሉ እዚ ጊንጢ ዝኾኑ ሰባት ሕጂ ንዐኦም እዚ ባህ ይብሎም እዩ ብዝተፈላለየ ምኽንያት ባህ ይብሎም እቲ ዝገብርዎ ገሊኦም እዚ ክስታይ ዝገብሩ ውን ኣለዉ ብዙሕ ግዜ የጥፍእሉ ነቲ ኣቴንሽን ሲክ ዝገብር ሲ ንኣብነት እዚ ናይ ባሊቃ ኣሳሲሮም ኣብዚ ነብሶም ገሮም ንከተማ ጫሕ ጫሕ እናበሉ ዝከዱ ኣለዉ ገሊኦም ከኣ ኣብ ቀላይ ኮይኖም ኣትዮም ደኣ ኣብኡ ኮይኖም ክጽሕፉ ዝደልዩ ኣለዉ ኣብኡ ኮይኑ ኣብቲ ማይ ንኣምባህ ዝብሎም እዩ ገሊኦም ስለምንታይ እዮም ከምኡ ዝገብሩ ዘለዉ ሓደ እዚ ቢንግ ዲፈረንስ ክኮኑ እዮም ዲፈረንት ክኮኑ ማለት ሰብሲ ብዝኮነ ነገር ክትሪኦ ከለካስ ሓደ ዓይነት ከይከውን። እስኻስ ንስኻ ክትከውን ኢኻ ተፈጢርካ ምኽንያቱ ከማኻ ካልእ ሰብ የለን ዋላ እቲ ናትካ ትዊን ከማኻ ኣይኮነን ሕጂ ንስኻ ቢንግ ዲፈረንት ክትከውን ኣለካ ኢሎም ኣሚኖም ቢንግ ዲፈረንት ክኾኑ ዝደልዩኻ ኣለዉ ናይ መብዛሕቱ ታሹም ዝገብር ግን ሪኦም ዝኾኑ ማለት ነቲ ሓደ ኣርቲስት ከምዚኣ ኔሩ የማነ ባርያ ናብዚ ይገብራ ኔሩ እታ ቆቢዕ ዝኮነ ደራፋይ ናብኡ ክገብራ ወይ ሓደ ሂብሆብ ዝደርፍ እዚ ጨጉሩ ስለ ዝጣሽሙ ዝገብረ ከምኡ ክገብሩ እየ ገሊኦም ግዜ ሲኢኖም ኣይኮኑን ከምኡ ዝገብሩ ግዜ ሂቦም እዮም ከምኡ ዝገብሩ ግዜ ሂቦም ከምኡ ዝገብሩ ሕጂ ይፈላለዩ እዮም ሕጂ እቶም ቀንዲ ሕጂ ኣዝዮም ዓበይቲ ጸሓፍቲ ብዙሕ ዲፈረንት ዘለዉ ኣለዉ ንኣብነት ገጣሚት ኤሚሊ ዲከንሰንሲ ክትጽሕፍ ተኾይና እዚ ክስታይ ኣሽሚት ዝገብር ጻዕዳ ክዳን ጌራ ንበይና ኮይና ተሓቢኣ ትጽሕፎ እዚ ተሓቢኣ ድማ እያ ኣብታ ሳንዱቕ ተእትዋ ማለት ኣይተርእያን እያ ንኻልእ ሰብ ኣብታ ሳንዱቕ እያ ተእትዋ ከምዚ ባህሪ ኔርዋ ማለት እዩ ደሓር እቲ ስርሓ ከኣ ብሉጽ ኮይኑ ጸኒሑ። ንግስቲ ኤልሳቤጥ ንፍዕቲ ሰብ ነይራ፣ እታ ቀዳመይቲ ማለት ዓሰርተ ኣርባዕተ ኣብ ዓሰርተ ኣርባዕተ ዕድሚኣስ ሓሙሽተ ቋንቋ ትኽእል ነይራ። ደሓር እንታይ ልምዲ ነይርዋ ገለ ነገር ክትገብር እንተኾይናስ ነብሳ ክትሕጸብ መጀመርታ በቲ ናይ ሃይማኖት ነገርያ ትገብሮ ንግሆ ተሲኣ ግድን ነብሳ ተሓጺባ ጸሎት ትገብር ገለ ነገር ክትገብር ከላስ ከምኡ ዓይነት ሕጂ ኣብዞም ጸሓፍትኻ ከምኡ ኣሎ። ሕጂ እቲ ከለርፉል ሙኻን ኣብ ኣእምሮ ክኸውን ኣለዎ እምበር ኣብ ኣብዚ ጨጉሪ ርእሲ ክኸውን የብሉን ኣብ ጨጉሪ ርእሲ ቀለም ዝገብሩ ኣለዉ ሕጂ ሕጂ እዚ ግዜ ሲኢኖም ረኺቦም ሲኢኖም ኣይኮኑን ጣሽሚ ግን ከለርፉል ክትገብሮ ዘለካ ነቲ ኣእምሮኻ እዩ እምበር ነቲ ጣሽሚ ኣይኮነን ኣክሰንትሪክ ከኣኒ ኣብ ኖርማሊቲ ድዩ ኣይኮነን ተባሂሉ ውን ተሓቲቱ ነይሩ እዩ ደሓር ግን ኣይኮነን ተባሂሉ እዚ ጊንጥነት'ዚ ዳይፋንክሽን ናይ ኣእምሮ የብሉን ኣብኖርማሊቲ ኣይኮነን ግን ገሊኦም ኣቴንሽን ሲክ ክገብሩ ሰብ ክጥምቶም ገሊኦም ክስታይ ዝሰእኑ ገሊኦም ከኣ ቢንግ ዲፈረንት ክኾኑ።
እዚ ምስ ምስ ጽሕፈት እንዲና ምስጻሕ ምስ ሞያ ጽሕፈት ኣተኣሳሲርና ንዛረበሉ ስለ ዘለና እሱ ጥራሕ ዘይኮነ ከኣ ካብ ጀማሪ ጸሓፊ ክሳብ ምኩር ጸሓፊ ኢና ንዛረብ ዘለና ሕጂ ቅድሚ እቲ ጸሓፊ ዝመስሎ ሓደ ዘይከሓድ ነገር እንታይ ኣሎ ጽሕፈት ምቁር ስለ ዝኾነ እዚ ኩሉ ሰብ እዩ ክፍትኖ ዝደሊ ጸሓፍቲ ከኣ እዚ ብመጠኑ ካብቲ ካልእ ጽሕፈትሲ ናይ ሃልኪ ስራሕ ማለት ገድሊ እዩ ብዙሕ መስዋእቲ ዝሓትት ብዙሕ ግዜ ዝሓትት ገለ ስለ ዝኾነ ከይፈተኻ ንባብ ክምስጠካ ይኽእል ትዕዝብቲ ክምስጠካ ይኽእል ወዘተረፈ ግዜ ከም ዝወስደልካ ፍሉጥ እዩ ገሊኦም ጸሓፍቲ ካብ ናይ ሂወት ተመክሮኦም ንኣብነት ኣብ ብጫ ወረቐት ምጽሓፍ፣ ወኒ ምጽሓፍካ፣ እታ ኢልካ ኢልካ እታ ጉዳይ እንታይ እያ፣ ኣበይ እዩ ሙድካ ዝመጻልካ፣ ኣበይ ኢኻ ንስኻ ተበሪህካ ትጽሕፍ፣ ኣበይ ኢኻ ኮንሰንትሬትድ ትኸውን ንምባል እምበር ብስሩ ክብገስ ከሎ እዚ ናይ ኢሰንትሪሲቲ በልዮ ዋላ እዚ ናይ ስታይልስ ናይ ገለመለ ንከምኡ ኢሎም ኣየምጽኡን ዓበይቲ ጸሓፍቲ መን እዩ ቪክቶር ሂጎ ድዩ ገለመለ እዚ ክጽሕፍ እንድሕር ኮይኑ ክዳውንቱ ኣውጺኡን ሰራሕተንኡ ይህባ ነይሩ እዚ ሰብ እዚ እቲ ኣብ ውሽጡ ኮይኑ ዘጨንቖ ዘሎ ነገር ከውጽኦ ስለ ዘለዎ ሓደ በቲ ሓደ ከኣ ማሕበራዊ ህይወት ድዩ ሰባዊ ድሌታቱ ድዩ ደገ ወጺኡ ክዕንድር ክበጽሕ ክት ወዘተረፈ የገድዶ ስለ ዘሎ ኣየናይ ሚዛን ክህቦ ኣለዎ ክውዳእ ኣለዎ ጽሒፉ ኣብ ውሽጡ መጺኡ ዝርብሾ ነገር ኣሎ እቲ ሚዩዝ ንብሎ ታለንት ንብሎ ገለ እኮ ኣነ ከም ዝመስለኒ ኮንሰንትሬሽን እዩ ኮንሰንትሬሽን ኣብ ሓደ ነገር ኮንሰንትሬት ምስ ገበርካ ይትረፍዶ ጽሑፍ እምባ ተንቀሳቕስ እንድሕር ትብል ዝበሃል ኮይኑስ ናይ ኮንሰንትሬሽን ጉዳይ እዩ። ሕጂ ግዳ ሓንስ በብድላይ ኢና ንተርጉሞ። ኣብ መንእሰያት ብፍላይ ግን ኣብ ጸሓፍቲ ንምንታይ ኢሚተይት ይገብሩ ገለመለ ኣነ ብዙሕ ከዛርብ ዝግብኦ ኣይኮነን ግን ኣብ ጽሕፈት ብተመኩሮ ስለ ትሓልፍ ርግጸኛ እየ ተመኩሮኦም ምሂርዎም ወይ ትጨጎርገር ክገድፍዎ እዮም ናቶም ከምጽኡ እዮም ልክዕ ከምቲ ስታይል ናትካ ንክትፈጥር ናይ ብዙሓት ጸሓፍቲ ስታይል ምንባብ ኣገዳሲ እዩ ዝበልናዮ ላይፍ ስታይል ናትካ ከኣ ስሩ ታይም ከም ዝመሓየሽ ንስኻ ቮይስ ንብል ኣለና ንኣብነት እንታይ ኢኻ ትጽሕፍ ንምንታይ ኢኻ ትጽሕፍ ንምንታይ ትጽሕፉ ንኮ ኣሎ ኩሉ ሰብ ንምንታይ ዘይጽሕፍ ንምንታይ ዝተወሰኑ ሰባት ጥራሕ ይጽሕፉ ብዙሓት ሰባት ዋላ ኣይተዓወቱ ዋላ ሽም ኣይርከቡ ምጽሓፍ ይቕጽሉ ገለ ሰባት ከኣ ሓንሳብ ፈቲኖም ከም ዝበልክዎ ጽሕፈት ጥዑም ስለ ዝኾነ መይቢ እቲ ዝናድዩ ገለ መለ እቲ ቓንዛ ከይተራእዮም ይኣትውዎ እሞ ደሓር ምስ ረኣይዎ እቲ ኩነታት ክቕጽልዎ ኣይደልዩን። so ብርዖምን ወረቀቶምን ደርብዮም ካብቲ ሞያ ይእለዩ ሕጂ ታይ እዩ ኣሰካፊ ኣይኮነን ኣነ ብፍላይ ጀመርቲ ጸሓፍቲ ተደለዩ ጨጉሩ ብደለዮም መልክዕ ይተውኖ እቲ ሞያ ውዒሉ ሓዲሩ እቲ ሞያ ባዕሉ ከም ዘጽርዮ ኣብ መስመሮም ምስ ክኣትዉ እዮም ፍሉጥ እዩ። ኣነ ጃቲና ወዲክላ ሓራይ እሞ ናብ ጀመርቲ ጸሓፍቲ ዶ ንኪድ ሕጂ ጸሓፍቲ ኣንበብቲ ክኮኑ ኣለዎም። ብዝሒ ምንባብሲ ብዝሒ ሓላፍነት ድኣሉ ዘሰክመካ እምበር ፍርሒ ጎቢጡስ ጠጠው ኣየብለካን እዩ ስዒቡ ከኣ ኬድና ከኣ ጽሑፍ ከነንብቦ ከለናሲ ነቲ ጸሓፊ ውን ነንብቦ ኢና ኣንባቢ ድዩ ኣየንባብን ድዩ ገለ ኳሊቲ ናይ ናይ ጸሓፍቲ ነትዮም ንደልዮም ዘለና ዓይነት ጸሓፍቲ ከኣ በብዝተፈላለየ ገሊጽናዮም ብውሽጦምን ብደጊኦምን ክንገልጾም ጸኒሕና ሕጂ ብዙሕ ጽሑፍ ክህልወና እንተኾይኑ ብዙሓት ጸሓፍቲ ክህልዉና ኣለዎም ብመንጽር ከኣ ተመኩሮ ደለዎም ብምንባብ ድመጹ እዮም ከኣ ንደልዮም ደለና ምሽ ሕጂ ካብ ምንባብ ናብ ምጽሓፍ ከመይ ጌርና ንኸይድ ምኽንያቱ ቱ ፈይስስ ከም ዝበልክዮ ነጃት ናብቲ ሓንቲ ፈይስ ኦፍ ዘ ኮን ከመይ ጌርና ንኸይድ።
እወ ሕጂ። ዝጸሓፍ ስለ ዘለካ ወይ ክትጽሕፍ ስለ ዘለካ ከኣ ሓንድራ ኢልካ ትኣትዎ ከኣ ኣይኮነን። ሕጂ እቲ ኣብ ምጽሓፍ ዝዓበየ ጸገም ዘሎ ምጅማር እዩ። ንምጅማር ዘሎ ዓቐበት ኣዝዩ ከቢድ እዩ ማለት እዩ። ሕጂ ንፉዕ ኣንባባይ ኴንካ ኣለኻ፣ ብዙሕ ተመኩሮ ብዙሕ ነገር ፈሊጥካ ኣለኻ፣ ናትካ ከኣ ኣለካ፣ ኣብ ውሽጥኻ ከኣ ከተውጾ ዝደለኻዮ ነገር ከኣ ኣሎ። ቢሮን ወረቀትን ሒዝካ ክትጽሕፍ ክትጅምር ከለካ ግን ይከብደካ ኢዩ ብጣዕሚ ኢዩ ዝከብድ ማለት ኢዩ ካብ ተመኩሮ ናይ ኩላትና ማለት ኢዩ ሓንሳእ ተጀሚርካዮ ግን ዘጸግም ነገር ኣይኮነን ሕጂ እቲ ንምጅማሩ ዝከብድ ከ እንታይ ኢዩ እንድሕር ኢልና ከምኡ እዩ ማለትሲ ድኾነ ነገር ስጋዕ ትጅምሮ ይኸብደካ እዩ ኣብ ኣእምሮ እዩ ድውዳእ ማለት እዩ ኣብ ኣእምሮኻ እንድሕር ወዲእካዮ ብተግባር ስኽ ትገብሮ ትኽእል ኢኻ ማለት እዩ ሕጂ ዝተፈላለየ ምኽንያታት ክህልው ይኽእል እዩ ክትጅምር ከለኻ ዝኸብደካ ማለት እዩ በብቑሩብ ክትጅምር ክትክእል ኣለካ ኣነ ከምኡ እየ ድብል ማለት እዩ ልክዕ ከምቲ ከተንብብ ከለኻ በብንእሽተይ ማለት እቲ ተንብቦሲ ስቴፕ ባይ ስቴፕ ኢኻ ትኸዶ ኤለመንታሪ ኢንተርመድየት ደሓር ሃየር ገለ ገለ እናበልካ ብኸምይ ኢኻ ተማዕብሎ እቲ ንባብ መጀመርታ ሓደ ገጽ ኢኻ ተንብብ ደሓር ከምኡ እናበልካ ኢኻ ትዓቢ ኣብ ምጽሓፍ ከኣ ከምኡ ኮይኑ ይስምዓኒ ኣነ ማለት እዩ። ንኣብነት ኣነ ሕጂሲ ቅድሚ መጽሓፍ ምጽሓፈይ ወይ መጽሓፍ ክጽሕፍ ምብጋሰይ ሓንቲ ንእሽተይ ኣርቲክል ክጅምር ኣለኒ ኢለ እየ ዝሓስብ ነይረ ከምኡ እየ ከኣ ንነብሰይ ዘእምና ነይረ ምኽንያቱ ኣብ ምጽሓፍ ውን ተመክሮ ክወስድ ስለ ዝደሊ ማለት እዩ ኣርቲክል ትጽሕፍ ደሓር ትበስል ጽቡቕ ትኸይድ ተመክሮ እንዳጥረኻ ምስ ከድካ ማስተር ክትገብሮ ትኽእል ኢኻ ማለት እዩ ሕጂ ክትጽሕፍ ስለ ዘለካ ሃንድራ ኢልካ ወይ ከኣ እንድሕር ተበጊስካ ወላ እቲ መስርሕ ባዕሉ እውን ይገትኣካ ኢዩ። ናይ ብሓቂ ተማዛዝን እንድሕር ኮንካ ሓላፍነታዊ እንድሕር ኮንካ ከኣ ትርእዮ ኢኻ ማለት ኢዩ እቲ ኣብ ምጽሓፍ ዘጋጥመካ ነገራት። ስለዚሲ ልክዕ ከምቲ ምጽሓፍ ከምቲ ህይወት ንኽትዓቢ ስቴፕ ባይ ስቴፕ ትኸዶ ኣብ ምጽሓፍ ከኣ ስቴፕ ባይ ስቴፕ በብደረጅኡ ክንሕዞ በብደረጅኡ ሓረግ።
ድኾነ ነገር ክጅመር ከሎ ከምቲ ነጃት ድበለቶ ዓቐበት ኣለዎ ግድነት እዩ nothing comes perfect out of the blue and there is no complete perfection ከኣ ሕጂ ንፉዕ ኣንባባይ ኔርካ ናብ ንፉዕ ጸሓፋይ ጥር ኢልካ ክትበጽሕ ኣይትኽእልን ኢኻ it's one step at a time always እታ ፍታሕ ኣነ ድብላ ግን እንታይ ከምዛ እታ ገጣሚት ክብለና ዝጸንሐት ጽሒፋ ኣብ ሳንዱቕ ተእትዋ ከምኡ ደይኮነስ

ዩር ዱዊንግ በት ንስኻ ኦረዲ ጊቭ ኣፕ ጌርካ ናብ ካልእ ደየድሊ ነገራት ኢኻ ትኸይድ ስለዚ ሲ ሾው ሳምዋን ሁ ክን ሾው ዩ ዘ ዌይ ኦር ኣትሊስት ጊቭ ዩ እታ ናቶም ኤክስፒርየንስ ክንዲ እዚኣ ሀመይ ጌሩ ንሱ ኣብ ከምዚ ደረጃ ወይ ንሳ ኣብ ከምዚ ደረጃ በጺሓ ኣላ ክነግረካ ትኽእል እያ ካልእ ትረፍ ኮይኑ ይስማዓኒ። Yeah actually ኤሜሊ እኳ ፐብሊሽ ክትገብሮ ስለ ዘይደሊ እያ ናብ ሳንዱቅ ተእትዎ ነይራ she was too private እያ ነይራ ምስ ሞተት እዩ ከማን ፐብሊሽ ኮይኑ መብዛሕትኡ ስራሓታ። ጽብቅቲ እንድያ ዜርና ዜርና ናብቲ ዘገድሰና ነጥቢ ኢና ንመጽእ ዘለና ከመይ ጌርና ጀመርቲ ጸሓፍቲ ይተባብዑ ከመይ ጌሮም ከ ናብ ጽቡቅ። ወይ ከኣ እዚ እወ ዝወዳደር ስራሕ የምጽኡ ዝብል እንድዩ። ጽሕፈት ከም ኩሉ ዓውድታት ከምቲ ዓንተይ ዝበልክዎ እዚ ጻዕሪ ይሓትት። ከምዚ ክበሃል ዝጸንሐ ከኣኒ እዚ መስርሕ እዩ። ማለት ስምጽ ኢልካ ከምቲ ስፔሻሊስት ዶክተር ዘይትኸውን፣ ስፔሻሊስት ነዳቓይ ዘይትኸውን፣ ስፔሻሊስት ካርፔንተር ዘይትኸውን ኢድካ እንዳተጨረምካ፣ ኢድካ እንዳተወጋእካ፣ እንዳወደቕካ ገለ መለ ስለ ዝኾነ ኣብ ጽሕፈት ከኣ ብዙሕ ግዜ ብፍላይ ኣብቲ መጀመርያ ሓያል ሃንቃ ሃንቃ ስለ ዘለካ እዚ ፐርፈክት ዝኾንካ እዩ ዝመስለካ። ሕጂ እዚ ካብ ናትና ተመክሮን ኣብነት እንድሕር ርኢናዮሲ እዚ ብዙሓት መንስያት ኢና ኔርና ኣነ ሕጂ ብዙሕ ዝድገም ዘለዎን ኣይመስለንን ብጣዕሚ ብዙሓት መንስያት ኢና ኔርና ኣብኡ ኣብ ግጥሚ ንግደስ ኔርና ኣብ ሾርት ሶሪ ንግደስ ኔርና ኣብ ኖቭል ንግደስ ዝተፈላለዩ ማለት ሕጂ ታይ ጽቡቅ ነገር ኔሩ ኣምጺኻ ሼር ትገብሮ መጃት ተምጽኣ ግጥማ ተንብበልና ሾርት ስቶሪኣ ተንብበልና ገለ ኢሰይስ የንቡብልና ገለ መለ ኣብኡ ሽዑ ትጫፋጨፍ ሓደ ዘየልዓልናዮ ሰጊርና ዘለና ዓቢ ነጥቢ ሕጂ እንታይ እዩ እቲ ክሪቲክ ዝብሃል እዩ ክሪቲክ ዝብሃል እዩ ስነ እዚ ስነ ጽሑፍ ሓያል ዓውዲ ዝገብሮ እንታይ እዩ ሓደ ናይቲ ሓፋሽ ንብረት እዩ ካልኣይ ከኣ ነቲ ሞያ ዝግደስሉ ሓያላት ኣንበብቲ ኣለዉ ኣብ ጽሕፈት ዘየለዉ ማለት እዩ ከምዚ ዓንቶ ኢራሄል ዝበለቶ ሓያላት ኣንበብቲ ሓያላት ክሪቲክስ ከኣ ኮኑ እዮም ሕጂ ክትጽሕፍ ኣለካ እታ ቀንዲ እንታይ እያ እታ ከም ከም ጭርሖ ክትውሰድ ትኽእል እንታይ እያ ትጽሕፍ ትቐድድ ትጽሕፍ ትቐድድ ትጽሕፍ ትቐድድ ትጽሕፍ ትቐድድ ኣብ መወዳእታ ክትመጽእ ትኽእል ወይ ረብሪብካ ክትገድፎ ትኽእል ሕጂ እንታይ እዩ ፈሪሖም ገለ ክገድፎ ኣይኮነን ዝግባእ ግን ስነ ጽሑፍ ሓያል ሞያ ኣገዳሲ ሞያ ዓቢ ዓውዲ ምዃኑ ተኣሚንሉ ክትጽዕረሉ ከም ዘለካ ክትደኽመሉ ከም ዘለካ ሽም ጥራሕ ዘይኮነስ ሽም ድሓር እዩ ዝመጽእ ዝበዝሕ ሰብ እቲ ሽም እዩ ዘገድሶ ኣብ ስነ ጽሑፍ ግን ድሓር ይግምጠል እዩ እቲ ዕግበት እዩ ዘንብሮ ሰብ ዝበዝሕ ግዜ እቲ ሽም ኣይኮነን ሕጂ ክጽዕርሉ ከም ዘለዎም ከንብቡ ከም ዘለዎም ነዚ ኩሉ ዝፈትሕ ከኣ እንታይ እዩ እዛ ዓለም እዚኣ ከም ዝበልናዮ ማልያ ዘይብል ተመክሮታት ናይ ጸሓፍቲ ስለ ዘለዋ ኣየናይ መገዲ እዩ ዕውት ጸሓፋይ ዝገብረካ ካብ ተመክሮ ክተንብብ ትኽእል ካብ ኣብዚ ዓዲ ዘሎ ማለት እዩ ካብ ንባብ ከኣ ክትረኽቦ ትኽእል ኢኻ ስለዚ ኢልና ኢልና ንባብን ጽሕፈትን ክፈላለ ዘይክእለሉ ምኽንያት እዚ እዩ ተመክሮ ትረኽበሉ መገዲ ስለ ዝኾነ።
ሐራይ ኣለና ድዩ መወዳእታ በቃ ሜሪ።
እንታይ እየ ክብል ኣነ ንጀመርቲ ኣይብልንየ ንዓይ ገለ እየ ድብል ንዓና ዘድልየና ሓደ ከምዚ ጸሓፋይ ክትከውን እንተደሊኻ ክትጽሕፍ ኣለካ መሰረታዊ ኮይኑ ዝስማዓኒ ማለት ምጽሓፍ ኢኻ ክትጅምር ዘለካ ከምዚ ኣብ ርእስኻ ጥራይ ከተቐምጦ ድሌት ሒዝካ ሓንሳእ ሓንሳእ ኣብ ዘይግብሪ ነዊሕ ትጎዓዝ ኢኻ እጂ እንታይ እቲ ምጅማር ንዝያዳ ምስራሕ ገለ ይደፍኣካ እዩ ካልእ ኣብ ጽሑፍ ኣዝዩ ኣገዳሲ ዝመስለኒ ከኣ ከምዚ ኩሉ ነገር ካም ሃቡ ንኣብነት ሓንሳ ሓንሳብ ሓንቲ ነገር ትጽሕፍ እሞ ምጽእ ኢላትካ ትጽሕፋ እቲ ውድእቲ ኮይና ትስምዓካ ምስ ውድእቲ ሕጂ ከምዚ ጥበብ ዝፈጥረልካ መሓዙት ኣለዉ ጽቡቅ ደስ ትብለኒ ባህል ኣላ ከምዚ መጀመርያ ጽሑፋት ይጽሓፉ እሞ ደሓር ይስርሑ እዮም ባህ ትብለኒ እያ እቲኣ ነገር ከምዚ ጽሕፍ ኣቢልካዮስ ውዱእ ነገር ኣይኮነን ከምዚ ተጣምሞ ዝጎድል ተጉድል ዘእቱ ትእቱ ተስጥሞ ምሽ እንዳበልካ እንዳበልካስ ግዜ የድልዮ ኢዩ ጻዕሪ የድልዮ ኢዩ the best of you ክትህቦ ከለኻ ኢዩ ጽቡቅ ማለት ኢዩ ዝያዳ ነብር ዝያዳ ጽልዋ ይህልዎ ዝያዳ ይፍቶ ሕጂ ከምዚ ኩሉ ነገርካ ጽንቅቅ ኣቢልካ ክትህቦ ኣለካ ካልእ እዚኣ ደልዓላ ኣዝያ ኣዝያ ትሰርሕን ተስርሕን ኮይና ትስማዓኒ ነገር ክትበሃሃለሉ ኣለካ ከምዚ ቅድሚ ናብ ዝበዝሐ ሓፋሽ ምድርባይካሲ ነቲ ምስ ከባቢኻ ደሓን ርድኢት ክህልዎም ዝኽእል ሰባት፣ ጸሓፍቲ ጥራይ ኣይኮነን፣ ንፉዓት ኣስተማቐርቲ። ምኽንያቱ ኣነ ናይ ስነ ጽሑፍ ነገር እንታይ እዩ ዝመስለኒ ኣብ ሓፋሽ ወሪዱ እዩ ትንፋስ ዝሰኩዕ። መጨረሽኡ ተጻሒፉ እንድሕር ደይስተማቕር ኮይኑ እንድሕር ጽልዋ ዘይፈጥር ኮይኑ ከከማስዖ ዝኽእል ሰብ እንተዘየለስ ትርጉም የብሉን። so ከምዚ ንፉዕ ኣስተማቓሪ እውን የድልየካ። ካብቲ ናይ ኣርት ሰርክል ውጽእ ኢሉሲ ብምስትምቓር ደረጃ ክሪኦ ዝኽእል የድልየካ። ደሓር ነብስኻ ድልው ምግባሩኻ ንኽትጽሕፍሲ ክትዳሎ ውን ኣለካ። ምስዚ ክንብሎ ዝጸናሕና ነገራት ክህልዉኻ ኣለዎም፣ ሓሳባት ክህልዉኻ ኣለዎም፣ ርድኢታት ክህልዉኻ ኣለዎም፣ ኣብ ርእሲኡ ዛንታ ትብል ነይራ ኣንቶን። ሕጂ ኩሉ ነገር መጀመርያ ነብስኻ ድልው ትገብራ። ደሓር እቲ ጽሕፍ ጽሑፍ ከኣ ኣለካ ክቅመጥ ኣለዎ ሽዑ ተውጽኦ ግዜ ትህቦ ገለ ኩሉ ጌርካ ከምዚ መስለኒ የድልየና መስለኒ Thank you ክምለኣልኪ ዶ
ሓውሲ ለበዋ ጌረ ሓውሲ ለበዋ እዛ ከምዚ ዝበልኩ ዝኮነ ናይ ምጽሓፍ ጻዊዒት። ኤክስፕረስ ናይ ምግባር፣ ሓሳቡ ናይ ምግላጽ ድሌት ዘሎዎ ይጽሓፍ። ይድፈር ማለተይ ይድፈር ግን ኣብቲ ሕብረተሰብ ኣትዩሲ ጸላዊ፣ ኢፈክቲቭ፣ ዝኾነ ጽሑፍ ኣማእዛኒ ክኸውን እታ ቀንዲ እንታይ'ያ ብዛዕባ እታ መጽሓፍ እንታይ ዓይነት ተመስጦ፣ እንታይ ዓይነት ክሪቲክ፣ እንታይ ዓይነት ትንታነ ይወሃብ እዚ'ውን ዓቢ ኣብታ መጽሓፍሲ ዓቢ ክስታይ እዩ ዘሎዋ፣ ተቐባልነታ ምንጻጋ። ሕጂ ከምዚኦም ዓይነት ሞያውያን ከኣ ግድን እቶም ከንብቡ ኣለዎም ዝበሃሉ እዚኣቶም እዮም። እቶም ብሪጅ ኣብ መንጎ ስነጥበባውን ኣብ መንጎ ህዝብን ዘሎዉ እዚኦም እዮም፣ እቶም ቀንዲ ብሪጅ ዝኾኑኻ፣ ትራንስፈር ዝገብሩ ናይቲ ተውህቦ ዘሎዎ ሰብ ተረዲኦም ነቲ ህዝቢ ከኣ ትራንስሌት ድገብሩልካ ምኩራት ሙሁራት ብሱላት ክክክስ ሃየስቲ ዝባሃሉ ሕጂ ከም ሕብረተሰብ ኣነ እሱ ከም ዓቢ ሃጓፍ ኮይኑ ይራኣየኒ ጽሕ ዝተጻሕፋ ብትግርኛ ይኹና ብዓረብ ብናህና ብቋንቋ ዝተጻሕፋ መጻሕፍትሲ እቲ ዝግበኣን ትሪትመንት እቲ ዝግበእን ኣብቲ ሶሳይቲ እቲ ዝግበእን ክብሪ ተዋሂበን ኣለዋ ዶ? እቲ ዝግበእን ተቐባልነት ወይ ከኣ ጽልዋ ኣሕዲረን ኣለዋ ዶ? መን ከ ይትርጉመን ኣሎ? መን ከ ብዛዕበእን ይዛረብ ኣሎ? መን ከ ክሪቲሳይዝ ይገብረን ኣሎ? መን ከ ይትንትነን ኣሎ? ብዛዕብኡ እውን ሓደ መዓልቲ። ኣብ ዝቕጽል ኣብ ዝቕጽል ክንገብሮ ኢና። ፕሮፌሰር ተይጅ እንታይ ይብል ነይሩ? ጽሑፍ ቃላት ሙታት እዮም ኣንበብቲ እዮም ሂወት ድህብዎም ይብል ማራይ ደስ ዝብለኒ ከምኡ ክብል ከሎ ሕጂ ነዚ ንጽሕፎ ሂወት ድህብዎ ኣንበብቲ እዮም ጽቡቅ ጌሮም በቃ ኳሊቲ ደለዎ ሂወት ክህብዎ ተኮይኖም ከኣ እቲኦም ነቀፍቲ እዮም ማለት እዩ ኢዚ ሕጂ ኣብ ዝመጽእ ደሎ ንስኩም ደለኩሞን ካልኦትን ክንገብሮ ኢና ንሕጂ ግን ዝምድና ምንባብን ምጽሓፍን ኢና ክንገልጽ ጸኒሕና ኣዝዩ ኣገዳሲ ምዃኑ ንምጽሓፍ ምንባብ ኣዝዩ ኣገዳሲ ምዃኑ ብዝሒ ምንባብ ውን ብኡ መንጽር ብዓይነት ይኹን ብብዝሒ ኣገዳሲ ምዃኑ ካብ ፍርሒ ከኣ ከለቕቐካ ተኾይኑ እቲ ብቕዓትካ ደኣሉ እምበር ከም ሰብ ስለ ብቕዓት ስለ ዘይብልና ደኣ እና ንፈርሕ ንኸውን እምበር እቲ ብዝሒ ምንባብ ኣይኮነን ዝዓይነቱ ርእይቶ ውን ርኢና ኔርና ኳሊቲ ናይ ጽሑፍ ንጸሓፊ ከምዝኖ ይኸእል እዩ። እዚ ከኣ እቲም ኣንበብቲኦም ብ ክሪቲካል ዝኾነ ምንባብ ዝሓለፈ ዓይነት ጽሑፋትሲ ኳሊቲኡስ ክፍለጥ ይኸእል እዩ መን እዩ ጽሒፍዎ ኢልና ኔርና ስዒቡ ወን ገለ ገለ ባህርያት ናይ ጸሓፍቲ ገሊጽና እቲ ቀንዲ ክውሰድ ደለዎ ግን እቲ ኣብ ኣእምሮኦም ደሎ ኣብ ጽሕፈቶም ከኣ ደሓሪ ዘስፍርዎ ሕብሪ ተሃለዎ ደኣሉ እምበር እቲ ብደጊኡ ዝገብርዎሲ ብዙሕ ኣገዳሲ ኣይኮነን እቲ ሞያ ናይ ጽሕፈት ከኣ ጽቡቅ ጌሩ ናቶም ስታይል ክቦም ስለ ዝኮነስ ዘሰክፍ የብሉን ኢልና ኔርና ደሓረይ ኣብ መጨረሻ ኣንቢብካ ስቅ ምባል ዘይኮነ ናብ ምጽሓፍ ውን ክንቅጽል ስለ ንደሊ ደለና እቲኦም ዘንብቡ ከኣ ዝያዳ ክጽሕፉክዎን ስለ ንደልዮም ደለና ምክንያቱ ተመክሮኦም ተሞክሮኦምን ተሞክሮ ናይቲ ዘንበብዎን ክጽሕፉልና ሲ ብከመይ ክንጅምር ሓደ ነቲ ስራሕ ክንጅምሮ ኣለና ክንጽሕፍ ኣለና ማለት ዳሓረይ ከኣ እቲ እቲ ሞያ ኣዝዩ ከቢድ ሞያ ኩሉንትናኻ ዝሓትት ሓደ ሓደ ግዜ ከማን ሲ እቲ ፍሉይ ዝገብሮም እቶም ጸሓፍቲ ካብቶም ካልኦት ዓይነት ሕብረተሰብ ሲ ኣጽኒዖም ኣይኮኑን ዝዛረብሉ መቦቆሉ ከምዚ ጾጉርካ ክቅንጠብ ከሎ ካብ ሱርካ ከምኡ ዝዓይነቱ ኤክስፔርየንስ ዳሓለፍካ ስለ ትከይድ ንሱ እዩ ቀንዲ ዘክብዶ ሓደ ሓደ ግዜ ናብ ምብልሻው ሂወት ውን ይከይድ እዩ ሕጂ እዚ ውን ብምንባብ እንዲና ክንፍውሶ ዘለና ሕጂ እዚታት ኢና ክንላዘብ ጸኒሕና ድሕሪ ሕጂ ነዚ ዝመሳሰል ውን ክንገብር ስለ ዝኾንና ንሕጂ ግን በዚ ወዲእና ኣለና መደብና የቀንየልና።